ኣነ ኣምላኽ ይመስገን ጽቡቕ ኣለኹ ንስኹም ከኣ ከማይ ክትህልዉ ናይ ወትሩ ተስፋይ እዩ እዚ ዘቕርቦ ቪድዮታት ንቢኣይነስ ሓጋዚ ኮይኑ ክትረኽብዎ ተስፋ ኣለኒ ኣም ሹር ግዜኹም ተሰዊእኩም እንተ እንተሰሪሕኩም ከኣ ከም ትዕወቱ እቲ ምንታይ ዝጸዓረ ይዕወት ክቡራት ኣሕዋት ናይ ሎሚ ዛዕባና ብዛዕባ ዚሽ ፈሪሽተለን ኮይኑ ከመይ ጌርካ ንነብስኻ ተላሊ ማለት እዩ ናይ ሎሚ ቀሪበልኩም ዘለኹ ክልተ ኤግዛምፕል ኮይነን ብዛዕባ ከመይ ጌሩ ዓወት ንነብሱ ከላልየና ክንርኢ ኢና ባሽቢል ቪክ ካን ማን ዚሽ ፈሪሰለን ከመይ ጌርካ ነብስኻ ተላሊ ማለት እዩ እዚ ዓወት ከመይ ጌሩ ንነብሱ ከላልየና ክንርኢ ኢና መነን እያ እታ ቅንዕቲ ናይ ብኣይንስ ብቕዓት ዘለዎ ሰብ ነብሱ ከላልየላ ዝኽእል ኣብነት ክንሪኣ ኢና ሕጂ እንታይ ኣሎ ነብስኻ ከም ድሌትካ ጌርካ ክትላሊ ትኽእል ኢኻ ግን እቲ እቲ ኣገላልጻ እቲ ትጥቀመሉ ዘለኻ ወርድ ንስኻ ኣዝብ ኣይለበል ዲኻ ወላ ኣኣይንስ ለበል ዲኻ ወላ ቢኣይንስ ለበል ዲኻ ደም ዝነከ ቃላት ኢኻ ትጥቀም ማለት እዩ ከከም ደረጃኻ ጌርካ ኢኻ ትግልጽ ሕጂ ክንሪኦ ኢና ዓወት ክልተ ኤግዛምፕል ከቕርበልና እዩ መነን እያ እታ ቀናዕቲ ኤግዛምፕል ካብ ክልቲኤን ክንርኢ ኢና

ዓወት ነብሲ ላለየና ኣሎ ኣነ ዓወት በሃል ኢልና ወዲ 23 ዓመት ምዃኑ ነጊርና እሱ ካብ ኤርትራ ከም ዝመፀ እውን ነጊርና ምስኡ ኣብ ዲዘልዶርፍ ትበሃል ከተማ ናይ ጀርመን ካብ ከባቢ ክልተ ዓመት ጀሚሩ ክቕመጥ ከም ዘሎ ነጊርና እሱ ሲንግል ምዃኑ ነጊርና ግን ሓንቲ ዓባይ ፋሚሊ ኣብ ኤርትራ ከም ዘላታ እውን ምስ ወሲኹ ሓቢሩና ኣሎ። ኢንግሊሽ ከም ዝኽእል ከምኡ እውን ቁሩብ ዶች ከም ዝዛረብ ትግርኛ ከኣ ናቱ ቋንቋ ኣደ ምዃኑ ኣብዚ ሓቢሩ ኣሎ። ድሕሪ ናይ ጀርመን ኮርስ ምውድኡ ሓደ ኣውስቢልዲንግ ክገብር ከም ዝደለየ ነጊሩ። እሱ ነጋዳይ እዩ ሞይኡ። እቲ ናቱ ሆቢስ ወይ ከኣ እቲ ናይ ኣብ ትርፊ ግዜኡ ደስ ዝብሎ ክገብሮ ደስ ዝብሎ ወይ ዘስተማቕሮ ነገር ከኣ ኩዕሶ ምጽዋት ምሕንባስን ምዃኑ ነጊርና ኣሎ እዚኣ ሕጂ ንሓንቲ ቢኣይንስ ኣብ ቢኣይንስ ፕሪፍርን እዚኣ ፎርሽተልን እዚኣ እኽልቲ ኮይና ትረኽብዋ ዶ ከምዚኣ ገይሩ ነብሱ ዘላለየ ሰብሲ እዚኣ ተኣኽሎ ዶ ትብሉ እቲ መልሲ ምሉእ ብምሉእ እኽልቲ ኣይኮነትን። እዚኣ ንሓደ ኣኣይንስ ወይ ከዓ ኣዝባይ ዝመሃር ሰብ እዩ ከምዚ ገይሩ ዘዳሉ ናይ ሓደ ቢኣይንስ ሕጂ ክንሪኣ ኢና ከመይ ገይሩ ዓወት ነብሱ ከላልየና እዩ ሕጂ ክንሪኣ ኢና ባይሽቪል ዝባይ Mein Name ist Abed Gebre und Abed heißt auf meiner Muttersprache ትግርኛ

ዓወት ማለት እዩ ኤርፎልግ ማለት ብጀርመን ዓወት ማለት እዩ ስለዚ ከኣ ንስሙ ኣዝዩ ዝፈትዋ እሱ ኣብ ሰለስተ ጥሪ ሽሕን ትሽዓተ ሚእትን ትስዓን ሓሙሽተን ኣብ ኣስመራ ከም ተወልደ ማለት ወዲ ዕስራን ሰለስተ ዓመት ከም ዝገበረ ነጊርና ኣሎ ኣስመራ ርእሲ ከተማ ናይ ኤርትራ ኮይና ኣብ ከበሳታት ኤርትራ ከም ትርከብ ከኣ ነጊርና ኣሎ

እሽ ሃበ ድራይ ብሩዳ እንደ ዝባይ ሽቬስተርን ኣይዞ ሃበ እሽ ፍኑፍ ገሽቬስተር ማይን ጋንዘ ፋሚልያ ሊብት ኤን ኤረትርያ እሱ ኣብዚ ኣንታይ ይነግረና ኣሎ ዓወት ቅድሚ ዓመትን ክልተ ወርሕን ናብ ጀርመን ከም ዝመፀ ኣብዚ ሕጂ እዋን ከዓ ኣብ ዲሰልዶርፍ ትበሃል ከተማ ናይ ጀርመን ንቐመጥ ከም ዘሎ ምስ ብሓባር ምስ ሓደ ዓርኩ ማለት እዩ ዕሱብ ቦይኑ ብደይ ፋሚልያ ናቱ ብደይ ስድርኡ እዩ ኣብ ጀርመን ዘሎ ግን ሓንቲ ዓባይ ትኾን ስድራ ኣላቶ እዚ ማለት ሰለስተ ኣወዳት ክልተ ኣዋልድ ብሓባር ሓሙሽተ ኣሕዋት ኣለዎ ማለት እዩ ብዓባይ ስድርኡ ብዓባያ ስድርኡ ከዓ ኣብ ኤርትራ ትቕመጥ ከም ትቕመጥ እነግረና ኣሎ

ከም ትርከብ ከምኡ ውን ሓደ ቶል ሓደ ጽቡቕ ዝኾነ ኣለሽታት ኣለዋ ተወሳኺ ውን ብዙሕ ነገር ዜንስ ቭርድሽካይደን ስለ ዘለዋ ሕጂ እንታይ ማለት ዜንስ ቭርድሽካይደን ማለት ንበጻሕቲ ሰሓብቲ ነገራት ማለት እዩ ገለ ከምዚ ሓወልትታት ክኾኑ ይኽእሉ ወይ መናፈሻታት ክኾኑ ይኽእሉ ገለ ንበፃሕቲ ዝስሕቡ ነገራት ዜንስ ውርድሽካይተን ዝበሃሉ ማለት እዩ In meinem Heimatland habe ich vier Jahre Ingenieurwesen studiert. ዓወት ኣብዚ እንታይ ብለና ኣሎ ኣነ ኣብ ሃገረይ ኣርባዕተ ዓመት ኢንጂነሪን ኣፅኒዐ ወይ ኢንጂነሪን ተማሂረ ብለና ኣሎ

እንታይ ይብለና ኣሎ ዓወት ድሕሪ እቲ ዶች ከርስ ምውድኡ ወይ ኣውስቢልዲንግ ክገብር እዩ ወይ ከዓ ሽቱዲረን ወይ ከዓ ሓደ ከፅንዕ እዩ ማለት እዩ ኣብ ሓደ ዩኒቨርሲቲ ክምሃር እዩ ማለት እዩ ስጋብ ሕጂ ኣይወሰንን ኣሎ ከምዚኣ ገይሩ ከዓ ኩለን ገሊፅልና ኣሎ እዚኣ ትመስልታ ናይ ሎሚ ዛዕባና ዓወት ከመይ ገይሩ ነብሱ ገሊፅልና ከምዚኣ ገይሩ ዝገለፀ ሰብ እቲ ሰብ'ቲ ናይ ቢኣይንስ ብቕዓት ወይ ናይ ቢዝፋይዝ ብቕዓት ኣለዎ ይበሃል ማለት እዩ። እዚ ሕጂ ኩሉ ዋላ ተዘይከኣልኩሞ ገለ ነገር ግን ከምዚኣ ዓይነት ኣዳሊኹም ብዛዕባ ናትኩም ሂስትሪ ከምዚኣ ዓይነት ኣዳሊኹም ቅድሚ እቲ ፈተና ምእካሉ ወርሒ ክልተ ወርሒ ሽምድድዎ ትጸንሑ ሽዑ ኩሎም ቃላት በሊዕኩም ስለ ዝጸንሑ እቲ ፈተና ከም ማይ ኢኹም ትሰትይዎ ዋላ ሓደ ጸገም የብሉን ኖርማል ኢኹም ኣውቶማቲስ ትዛረብዎ ኣብ ሳልስቲ ወይ ኣብ ሓደ ኣብ ሓንቲ መዓልቲ ዓሰርተ ሓሙሽተ ደቂቕ እንዳሃብኩም ነዚኣ ተጽኒዕኩማ ኣብቲ ፈተና ዘይትዕወትሉ መለክዒ የለን ምክንያቱ እሶም ብከምዚ ጌርኩም ፈርስት ቸለንጅ ተቕሪብኩምሎም እሶም ኣብቲ ካልእ ከይበጽሓኩም ከለኹም ጥራይ እሶም ብቕዓት ከም ዘለኩም ጽቡቕ ከም ትዛረቡ ዘለኹም ጥራይ ካባኹም ገምጋም ክወዝ ዝኽእሉ እዮም ኣነ እዛ ቪድዮ ንዓኹም ሓጋዚት ትኸውን ኢለ ኣቕሪበያ ኣለኹ ሓጋዚት ኮይና ተረኪብኩማ ኮንኩም ላይክ ሳብስክራይብ ከምኡውን ሼር በለዋ ናብቶም ደይበፅሖም ክበፅሖም ምክንያቱ ከም ዝመስለኒ እዚኣ ንብዙሓት ሰባት ክትሕግዝ ተስፋ ኣላትኒ ዝኾነ ይኹን ርእይቶ ይኹን ወይ ከዓ ነቐፌታ ተለኩም ከዓ ኣብ ኮመንት ፅሓፉለይ እዚ ወዳሓንኩም ኣሕዋት ኣብ መጻኢ ብዛዕባ ከመይ ጌርካ ፕላን ትገብር ከም ወይ ፕሮብሌም ሎዝን ከመይ ጌርካ ምስ ካልኣይካ ፕላን ትገብር ትጥቀመሎም ቃላት ከቕርበልኩም እየ ካብኡ ቀጺለ ብዛዕባ ብሪፍ እንዳምፃና ከመይ ጌርካ ብሪፍ ትፅሕፍ ክንርኢ ኢና ነዚ ክንገብር ፈጣሪ ይሓግዘና እዚ ወደሓንኩም ኣሕዋት ኣብ ቀፃሊ